ሰላም ከመይ ትውዕሉ ክቡራት ሰማዕትና ንሎሚ ዓርቢ ዕስራን ኣርባዕተን ለካቲት ዘዳለናዮም ሓጸርቲ ዜናታት ሃገራት ኖርዲክ ኣስዒብና ክነቕርበልኩም ኢና ንምክትታልኩም እናዓደምና ቀንዲ ነጥብታት ዜና ክነቕድም ዩክረይን ብሽወደንን ሃገራት ምዕራብን ንዝግበረላ ሓገዝ ኣመስጊና ንተሓዳሲ ምንጪ ጸዓት ዝምልከት ሕጊ ልዝብ ይካየደሉ ኣሎ። ኣስታት ሚእትን ሓምሳን ሩስያውያን ኣብ ሽወደን ዕቑባ ምሕታቶም ተፈሊጡ። ቀንዲ ነጥብታት ዜና ክሰዕሞ ጸኒሕኩም ክቡራት ሰማዕትና ዝርዝራቱ እነሆ።

ኣብ ሽወደን ዛጊት ሓምሳ ዝኾኑ ዩክሬናውያን ስደተኛታት ኣብ ትሕቲ ግዝያዊ ዲሬክቲቭ ሓለዋ ምህላዎም ዘልዓለት እምባሳደር፣ ናይ ቋንቋ ትምህርትን ኤለትሮኒካዊ ወረቐት መንነትን ንህይወት እዞም ስደተኛታት ንምምሕያሽ ክሕግዝ ከም ዝኽእል ኣመልኪቱ'ሎ። ንሕጊ ተሓዳሲ ምንጪ ጸዓት ኣመልኪቱ ብኣውሮጳዊ ሕብረት ዝግበር ልዝብ፣ ሽወደን ከም ፕረዚደንት ቆንስል ኣውሮጳዊ ሕብረት ኮይና ትመርሖ ኣላ። ኣብዚ እቲ ወሳኒ ሕቶ ካብ ዝቑረጹ ኣግራብ ዝርከብ ጎሓፍ ከም ቀጻልነት ዘለዎ ንጥረ ነገር ተሓዳሲ ምንጪ ጸዓት ጌርካ ክውሰድ ይኽእልዶ ዝብል እዩ። ተመራማርን ነጣፍን ክሊማዊ ግዳያት ዴቪድ ስፖኤል ግና ኣብ ሓቀኛ ጫካ ዝኾነ ከም ጎሓፍ ክቑጸር ዝኽእል ነገር የለን ዝብል ሙግት ኣቕሪቡ ኣሎ። ሓላፊ ፖሊስ ዞባ ማትስላፊን ትማል ምሸት ኣብ ቤቱ ኖርሾፒን ሞይቱ ተረኺቡ። ላፊን ኣብ ስቶኮልም ሓላፊ ዞባን ምክትል ሃገራዊ ኮሚሽነር ፖሊስን እዩ ነይሩ። ንሱ ምስ መሳርሕቱ ነበር ዝነበሮ ዝምድና ኣመልኪቱ መርመራ ክግበረሉ ምጽንሑ ዝፍለጥ እዩ። ዓሚ ሩስያ ንወራር ሰራዊታ ናብ ዶብ ዩክረይን ካብ እተኸተት ንደሓር ኣስታት ሚእትን ሓምሳን ሩስያውያን ኣብ ሽወደን ዑቕባ ምሕታቶም ተፈሊጡ። ኣብ ዩክረይን ገበን ኲናት ክንፍጽም ብሰራዊት ሩስያ ክንግደድ ንኽእል ዝብል ሙግቶም ብመርትዖ ከረጋግጹ ዝኽእሉ እንተኾይኖም፣ ኣብ ሽወደን ሕቶ ዑቕባ ከቕርቡ ከም ዝኽእሉ ኤጀንሲ ስደተኛታት ሽወደን ገሊጹ ኣሎ። እንተኾነ ግና ገለ ሃገራት ንሩስያውያን ቪዛ ምሃብ ከልኪለን ብምህላወን፣ እዞም ሰባት ናብ ሃገራት ኣውሮጳዊ ሕብረት ምእታው ከሸግሮም ይኽእል እዩ። ብመሰረት ጸብጻብ ሬድዮ ሽወደን። ምስ ሃርሜኒ ሚድያ ኢኹም ዘለኹም ክብራት ሰማዕትና ኣብ መወዳእታ። ሸሚማ ቤጉም፣ ብሪጣንያዊ ዜግነታ ክምለሰላ ዘቕረበቶ ሕጋዊ ሙግት ተነግጺጉ። ንሳ ናብቲ ዳዕሽ ዝቆጻጸሮ ከባቢ ሶርያን ዒራቕን ብዘይድሌታ ከም እተሰጋገረት ኣእማኒ ጭብጢ ከም ዘለዋ ብምምልካት ክትምጉት ምጽንሓ ዝፍለጥ እዩ። እንተኾነ ግና ንጉዳያ ብሓውሲ ስቱር ኣገባብ ክርኢ ዝጸንሐ ቤት ፍርዲ ንሕቶኣ ከም ዝነጸጎ ሚስተር ጃስቲስ ጀይ ገሊጹ ኣሎ። በዚ ድማ ዕስራን ሰለስተን ዝዕድሚኣ ሻሚማ ናብ ብሪጣንያ ናይ ምምላስ ዕድላ ተዓጽዩ ኣብ ሰሜን ሶርያ ኣብ ዝርከብ መዓስከር ከም እትርከብ ቢቢሲ ጸብጺባ ኣላ። ቤጉም ጓል ዓሰርተው ሓሙሽተ ዓመት እናሃለወት እያ ካብ ብሪጣንያ ተጓዒዛ ናብ ዳዕሽ ተጸንቢራ። ድሕሪኡ ምስ ሓደ ወታደር ዳዕሽ ተመርዕያ ሰለስተ ቆልዑ ወሊዳ እኳ እንተነበረት፣ ደቃ ብምኽንያት እቲ ኲናት ምሟቶም ቢቢሲ ወሲኻ ጸብጺባ ኣላ። ባር ክቡራት ሰማዕትና ንሎሚ ዓርቢ ዕስራን ኣርባዕተን ለካቲት ብሃርሜኒ ሚድያ ዝተዳለዉ ሓፀርቲ ዜናታት በዚ ፈፂምና ኣለና። ምሳና ብምፅናሕኩም ኣዚና ነመስግን። ሰላም።
ሃርሞኒ መድያ ዕለተ ልደት፣ መርዓ፣ መመረቕታን ካልኦት ኣገደስቲ ዝኾኑ ናይ ፈተውትኹምን መቕርብትኹምን ምድላዋት ናይ እንቋዕ ሓጎሰኩምን እንቋዕ ኣብቅዓኩምን መልእኽትታት ንምምሕልላፍ ዘኽእለኩም መደብ ጀሚርና ከም ዘለና በዚ ኣጋጣሚ እዚ ንኹሉኹም ተኸታተልቲ ሃርሞኒ ሜድያ ንሕብር። ንኹሉኹም ፈተውትኹምን መቕረብትኹምን እንቋዕ ኣብቅዓኩም ንምባል ኣብ ትደልዩሉ እዋን ሃርሞኒ ሜድያ ዕድል ከፊትልኩም ስለዘሎ ተጠቀምሉ።